ክሓልፈለይ እሞ ነፍሰይ ክኢለ ህይወት ስድራይ ከመሓይሽ ኢልካ ኣብ ዝተሰደድካሉ እዋን ተሳፊርካያ ዝነበርካ መርከብ ሓደጋ ኣጋጢምዋ ትረፊ ኢልዋ ነፍስኻ ንበይንኻ ኣብ ጸምጸም ገምገም ባሕሪ እንተትረኽባ እንታይ ምገበርካ ናበይ ኣቢልካ ከም ተጓዓዝካ ፍትዋት ናይ ኩለንታዊ ለውጢ ቤተሰብ ከመይ ቀኒኹም ከምቲ ልሙድ ምሳኹም ዘለኹ ሓውኹም ዓወት እየ ሓደ እዋን እዩ ሓደ መንእሰይ ህይወቱን ህይወት ስድርኡን ንምቕያር ከምኡ እውን ራእይታቱን ሕልምታቱን ብምልኣት ንምግሃድ ካብ ዓዱ ኣርሒቑ ክስደድ ወሰነ ካብታ ዝወሰነላ መዓልቲ ጀሚርካ ክሳብታ ዝብገሰላ ግዜ ኣይምርኡ ዕረፍቲ ስኢኑ ነተን ዝተረፈኦ ግዜ ብሻቕሎት የሕሊፍወን ድሕሪ ዝተወሰነ መዓልታት ውሳኔኡ ተግባራዊ ንምግባር ወላ እኳ ቤተሰቡን ዓዱን መተዓቢቱን ብምግዳፉ እንተተረበሸ ይኹን እምበር ዕላማ ሓያል ስለ ዝኾነ ግን ንኹሉ ራዕዲ ውሒጡ ካብ ዓዱ ክወፅእ ተበገሰ ዝጀመሮ መንገዲ ገለ ብእግርኻ ትጓዓዞ፣ ዝተወሰነ ብመኪና ኼድካ፣ ከምኡውን ገሊኡ ብመርከብ እትጓዓዞ እዩ ነይሩ። ክሳብ ገምገም ባሕሪ ብሰላም በጽሐ፣ ኣብኡ እውን መርከብ ክሳብ እትመልእ ዝተወሰነ መዓልቲ ተጸበየ። መርከብ መሊኣ ትነቕለሉ መዓልታት ምስ በጽሐ ሰናይ ጉዕዞ ይግበረልና ብምባል ኩሉ በብሃይማኖቱ ጸሎቱ ጌሩ ተበገሰ። ድሕሪ ነዊሕ ምጉዓዞም ኣብቲ ባሕሪ ከቢድ ማዕበል ተላዕለ። ብዘይ ዕረፍቲ እውን ነታ መርከብ ከናውጻ ጀመረ። እታ መርከብ የማን ጸጋም ነው ነጀው እንዳበለት እኳ ቁሩብ እንተተጓዕዘት ይኹን እምበር ካብ ብርትዐ እቲ ማዕበል ዝተላዕለ እታ መርከብ ምሉእ ብምሉእ ጠሓለት። ኩሎም እቶም ኣብኣ ዝነበሩ ተሳፈርቲ ህይወቶም ክስእኑ እንከለዉ ትረፊ ዝበላ ነፍሲ እቲ መንእሰይ ግን ንበይኑ እቲ ማዕበል ባሕሪ ደፊኡ ናብቲ ገምገም ኣጸግዖ። ንንውሕ ዝበለ ሰዓታት ሃለዋቱ ድሕሪ ምጥፍኡ ናብ ቀልቡ ክምለስ ጀመረ። እሑእ እሑእ እንዳበለ ኣእዳዉ ነቲ ሑጻነይ ገምገም ባሕሪ ሃሰስ ክብልኦ ጀመራ። ኣብታ ብፍቕሪ ቤተሰብ ፉሕፉሕ ትብል ቤቱን ኣብታ ምውቕቲ ዓራቱን ደቂሱ ዝሓልም ዘሎ ኮይኑ ተሰምዖ። ንምርግጋጽ ዝኣክል ንእሽተይ ክሳዱ ዓቕንዕ ኣቢሉ የማን ጸጋም እንተቋመተ ብቕድሚኡ ሑጻ ብድሕሪኡ ከኣ ወሰን ኣልቦ ባሕሪ ከማዕዱ ጀመረ። ሕጂ'ውን ክኣምን ኣይከኣለን። ንሱ ዝመሰሎ ክጓዓዝ ስለ ዝወሰንኩ ፍርሒ ነይቲ ጉዕዞ እዩ ኣብ ሕልመይ ዝሰኣለኒ ዘሎ እምበር ገና ኣይተበገስኩም ብምባል እዩ ነቲ ህሞት ዝትርጉሞ ነይሩ። ድሕሪ ዝተወሰነ ሰዓታት ግን ምሉእ ብምሉእ ውንኡ ረኺቡ ናብ ቀልቡ ምስ ተመልሰ፣ እቲ ዅነታት ኵሉ ሓቃዊ ፍጻሜ ደኣ እምበር ሕልማዊ ከም ዘይኰነ በርሃሉ። ሰብ የብሉ፣ እንስሳ የብሉ፣ ንበይኑ ከም ዘሎ ምስ ተረድኦ፣ ኣምሪሩ በኸየ። ናበይ ከም ዝኸይድ እውን ሕርብት በሎ። ናብቲ ባሕርን ናብቲ ንቑጽ መሬትን ኣብ ዝጠመተሉ እዋን ኦ ባሕርን መሬትን ዝፈጠርካ ናይ ሰማይን ናይ ምድርን ኣምላኽ ብዘይ ዕላማ ኣይኮንካን ብህይወት ክተርፍ ጌርካኒ እሞ ሕጂ እውን ጸግዕን ከውልን ኩነኒ ብምባል ልመንኡ ተንበርኪኹ ናብ ፈጣሪ ኣቕረበ። ጸሓይ ጠሊቓ ምድሪ እንዳመሰየ ኣብ ዝኸደሉ ግዜ ሓንቲ ገረብ ረኺቡ ኣብኣ ጽግዕ በለ። ምሸት ኮነ ብጊሓት እውን ኮነ ቀዳመይቲ መዓልቲ ሓሊፋ ሳምንታት ኣቑጸረ። ብገለዶ መርከበኛታት ከምኡ እውን ጓሶት ይመጹ ይኾኑ ኢሉ እኳ ተስፋ ገይሩ እንተተጸበየ ግን ወልሓደ ክረክብ ኣይከኣለን። ናብ ላዕሊ ሰማይ ኣንቃሪሩ ጐይታ ንውሉድካ ኣይትረስዓዮ፣ እነኹ ንዓኻ ይጽበ ብምባሉ እኳ መዓልታዊ እንተ ጸለየ ግን ዝኾነ ግብረ መልሲ ክረክብ ኣይከኣለን። ጥሜት መዓናጥኡ ሕልብ ኣቢልዎ ስለ ዝነበረ እቲ ባሕሪ ገፊዑ ካብ ዘውጽኦም ዓሳታት ክምገብ ጀመረ።

ሓንቲ ንእሽተይ ቤት ሰሪሑ ኣብኣ ክውዕልን ክሓድርን ጀመረ። ከይተረድኦ ብሕቱው ህይወት እንዳተለማመዶ መጸ። ካብ ዕለታት ሓደ መዓልቲ ኣብታ ጽላል ክትኮነኒ ኢሉ ዝሰረሓ ቤት ንእሽተይ ሓዊ ረሲዑ መግቡ ናብ ምምእራር ወፈረ። ናብ ስፍርኡ ኣብ ዝተመለሰሉ እዋን እታ መጸግዒት ክትኮነኒ ኢሉ ዝሰረሓ ቤት ቃልቃል ኢላ ነዲዳ ጸነሐቶ። ካብ ልቡ ሓዘነ ካልእ ኩሉ ረሲዐ ንኹሉ ተቐቢለ እንዳኸድኩስ እታ እንኮ ኣብ ዝወዓልኩላ ውዒለ ዘዕርፈላ ስፍራ ኸኣ ተቓጺላ ኣንታ ኣምላኽ ኣቦይ የለኻን ዲኻ ብምባል ጥርዓኑ ናብ ፈጣሪየይ ኢሉ ዝኣምኖ ኣቕረበ ምስ መሰዮ እውን እንዳስተንተነ ምስቲ መወዳእታ ዘይብሉ ባሕሪ እንዳተዘራረበ ኣፍቲ ገምገም ባሕሪ ደቀሰ። ንጽባሒቱ ገና ብወጋሕትኡ ኣብ ቀረብኡ ዓው ዝበለ ድምጺ ሰምዐ። እንታይ ኮን ይኸውን ኢሉ ግልብጥ ኢሉ እንተ ተመልከተ፣ ናብቲ ገምገም ባሕሪ ዝቐረበት መርከብ ተዓዘበ። ነፍሱ ክድሕነሉ ትኽእል ዕድል ብምርካቡ ኣዝዩ እንዳተሓጎሰ እንዳጎየየ ናብቲ መርከብ ጽግዕ በለ። መርከብ ጉዕዞኣ ጀሚራ እንዳኸዱ እንከለዉ እቲ መንእሰይ ናብቲ ካፒቴን ቅርብ ኢሉ ኣብዚ ምህላወይ ደኣ ብኸመይ ፈለጥኩም ኢሉ ሓተቶ። ካፒቴን ድማ ትማሊ እቲ ንስኻ ዝወረርካዮ ሓዊ ምስ ረኣና ኣብዚ ከባቢ ምህላውካ ከነስተውዕል ክኢልና፣ ብኸምኡ ኢና መጺናካ በሎ። እቲ መንእሰይ ግና ዝወርወሮ ሓዊ ኮነ ሓባሪ ፋና ወላ ሓንቲ ስለ ዘይነበረ ጋን ኮኖ ኣነ ዝኾነ ሓባሪ ሓዊ ኣይወርወርኩን ኢሉ መለሰሉ። ካፒቴን ተቐብል ኣቢሉ መን ሓቢርና ደኣ'ሞ መጺና፣ ንሕና እቲ ዝተወርወረ ብርሃን ስለ ዝረኣና ኢና መጺና። በሎ። ድሕሪ'ዚ እቲ መንእሰይ ነታ ዝተቓጸለት ኣጕዶ ንዓኣ እዩ ሓባሪ ሓዊ ዝብላ ዘሎ ኢሉ ክርድኦ ጀመረ። ለካ ፈጣሪ በቲ ንሕና እንደልዮ ዘይኮነስ በቲ ዘድልየና መንገዲ እዩ ዝምልሰልና። ኣነ ዝመሰለኒ ኣጉደይ ዝተቓጸለት ፈጣሪ ዝሓሰቦ በታ ዝተቓጸለት ኣጉዶ ገይሩ ከድሕነኒ እዋይ ሓሳብ ኣምላኽ ካብ ኣተሓሳስባ ናይ ደቂ ሰባት መደብ ኣምላኽ ካብ መደብ ናይ ደቂ ሰባት ኣዝዩ ዝተፈለየ ክበሃልስ ለካ ሓቂ እዩ። እቲ ዘሐጉሰካ ግን ሓሳብ ኣምላክ ኩሉ ግዜ ሓሳብ ደሓን ጥራሕ ምዃኑ እዩ እንዳ በለ ታሪኹ ዝቐየረ ፈጣሪኡ እንዳ መስገነ ክድነቕን ከስተንትንን ጀመረ። ካብዚ እንመሃሮ ቁም ነገር ይዕበ ይንኣስ ኣብ ህይወት ዝተፈላለየ ብድሆታት ከጋጥመና እንከሎ እቲ ኩነታት ናይ መወዳእታ ዘይቅየር ዘይሓልፍ ጌርና ዘይኮንና ክንወስዶ ዝግብኣናስ ድሕሪ እቲ ግብ ዝበለ ጸልማት ወጋሕታ ከም ዝውለድ ኣሚንና ነታ ተራር ግዜ ትዕግስትን ተስፋን ጥበብን ተዓጢቕና ከምኡ ውን እቲ ዝዓበየ ኣብ ፈጣሪ ብምውካል ክንሰግሮ ከም ዘለና ኢና ንመሃር። እቲ ዘጋጠመና ከምቲ ዝመስለና ንዓና ንምጽናት ርእስና ንኸነድንን ንኸሳቕየናን ንኸነማርርን ዘይኮነስ፣ እንታይ ደኣ ቅድሚ ሽዑ ሓሲብናዮን ኣስተውዒልናሉን ዘይንፈልጥ ነገራት ብሓድሽ መልክዕ ምእንቲ ኽንርእዮ ዝያዳ ተመክሮን ብልሕን ከምኡውን ጸጋን በረኸትን ደሊብና ዓለም ብሓድሽ ኩርናዕ ንምጥማት ዕድላት ዝኸፍቱልና ኣገጣሚታት እዮም። ብዙሓት ሰባት ድሕሪ እታ ዅነታት እቲኣ ህይወተይ ተቐይራ ክብሉ ኣይትሰምዕን ዲኻ? እዚ ማለት ንሓደ መሰናኽል ንኽፈትሖ ኣብ እነካይዶ ጻዕሪ ኣብ ውሽጥና ዘለዉ ገና ተጠቂምናሎም ዘይንፈልጥ ዓቕምታት ከም እንለሊ፣ ካብ ካልኦት ሰባት መፍትሒ ዝኾኑ ሓሳባት ከም ንቐስም፣ ገዛእ ርእስና ከም ብሓድሽ እንድህስሰሉ ምስ ፈጣሪና ዘለና እምነት ንኽንፍትሽ ዕድል ዝህበና ክስተት እዮም። እቲ ካልኣይ ንመሃሮ ኣብ ፈታኒ መድረኽ ህድእ ኢልና ኣብ መፍትሒታት እንተድኣ ኣድሂብና ንሕና ብዘይተጸበናዮ መንገዲ ነገራት ክፍትሑ ከም ዝኽእሉ እዩ። እዚ ማለት ንስኻ ኣወንታዊ ኣመለኻኽታ ወኒንካ ስምዒትካ ተቋጻጺርካ ከም ዝፍታሕ ወይ ከም ዝስገር ካብ ልብኻ ኣሚንካ ክትብገስ እንከለኻ ፈጣሪ ኾነ ፍጥረታዊ ሓይሊ ንዓኻ ንምግልጋል ኩሉ ግዜ ኣብ ቀረባ እዮም። እቲ ዝኸፍአ ነገር ቅድሚ ሕጂ ከምዚኣ ኣጋጢማትካ ስለ ዘይተፈትሐት ሕጂ ኸኣ ኦሮማይ መጥፍኢ እዩ ኢልካ ክትድምድም ከለኻ እዩ። ሳልሳይ ንመሃሮ ቁም ነገር ኣብ ትሕቲ ዝኾነ ይኹን መሰናኽል ሃሉ ንበይንኻ ከም ዘይኮንካ ምዝካር። ናተይስ ንበይኑ'ዩ፣ ናተይስ ገዲዱ፣ ኣነስ ክሓልፈለይ መን ዶ ኣለኒ'ዩ ዝብሉ ነእምሮኻ ተቋጻጺሮም፣ ንቓላትካ መሪዞም፣ ስምዒታትካ ኣገንፊሎም፣ ነቲ ሽግር እትብሎ መሊስካ ሽግር ንኽትውስኸሉ ዝገብሩ'ዮም። ንዓኺ ንበይንኺ ከምኡ ይበጽሓክን ንዓኻ። ንበይንኻ ጥራይ ኣይኮነን ካባኻ ዝኸፍኣ ታሪኽ ህይወት ሒዙ ዝመላለስ ሰብ ቁጽሪ የብሉን። እቲ ዘሐጉሰካ ሕጂ ውን ንበይንኻ ኣይኮንካን ፈጣሪ ነፍሲ ወከፍ ስጉምትታትካ ይከታተል ዩ ዘሎ። ኣእዳው ልብኻ ናብኡ ኣብ ዘልዓልካለን ሰዓታት ኣቤትሉ ክምልሰልካ ንሱ፣ እሙን እዩ ክፈጥረካ ዘይጸገሞ ፈጣሪ ካብ ዘለኻዮ ህይወት ከውጸካ ኣይጽጉሞን እዩ ተስፋን ትዕግስትን ተዓጢቅካ ዓቕምኻ ዘፍቅዶ እንተ ደኣ ጌርካ ንስኻ ብዘይተጸበኻዮ መንገዲ ነቶም መሰናኽላት ክትሰጉሮም ኢኻ ኩለንታዊ ለውጢ ንኩለንታዊ ዕብየት ኣዝየ ዘኽብረኩም ክቡራት ናይ ኩለንታዊ ለውጢ ቻነል ቤተሰብ ካብዛ ዛንታ መንእሰይ ገለ ነገር ተማሂርኩም ክትኮኑ ተስፋ እንዳገበርኩ ቅድሚ ሕጂ ዘቕረብክወን ኣዝየን ክጠቕማኹም ዝኽእላ መሃርቲ ዛንታታት ኣብ ናይ ዲስክሪፕሽን ቦታ ክገድፈልኩም እየ ሰሙናዊ ከምዚ ዓይነት ትሕዝቶ ስለ ዘቕርብ ተቋደስቲ ምእንቲ ክትኮኑ ሳብስክራይብ ብምግባር እውን ናይ ደወል ምልክት ክትጸቕጡ ከምኡውን ናብ ካልኦት ንምብጻሕ ሼር ላይክ ኮመንት ክትጽሕፉለይ ብትሕትና ይሓትት ኣዝየ እየ ዘኽብረኩም ኣብ ዝቕጽል ብኻልእ ዓይነት ትሕዝቶ ክሳብ ንራኸብ ሰናይ ዘበለ ኩሉ ንዓኹም።